መሓመድ ሳላሕ መብዛሕትኡ ግዜ ዝበለጸ ኣፍሪቃዊ ተጻዋታይ ኩዕሶ እግሪ ተባሂሉ ክጽዋዕ ኩላህና ንሰምዖ እዩ። እዚ ግን ሓቂ ድዩ? ሳላሕ ንልዕሊ ዓሰርተ ሰለስተ ዓመታት ኣብ ኩዕሶ እግሪ ኤውሮጳ፣ ቻምፕየንስ ሊግን ፕሪመር ሊግን ብምዕዋት፣ ብዙሓት ኣሲስትን ኣገረምቲ ሸቶታትን ብምምዝጋብ ብቕዓቱ ዋላኳ እንተረጋገጸ፣ ልዕሊ ከም በዓል ዲድየር ድሮግባን ሳሙኤል ኤቶን እቲ እንኮ ኣፍሪቃዊ ተዓዋቲ ባሎንዶር ዝኾነ ጆርጅ ዌሃን ዝኣመሰሉ ተጻወትቲ ንኽስራዕ ግን ብቕዓቱ እኹል ድዩ? ሓቢርና ንተዓዘብ። መሓመድ ሳላሕ ሓደ ካብቶም ብሉጻት ተጻወትቲ ሊቨርፑል ብምዃን ኣብ ታሪኽ እታ ክለብ ቦትኡ ዘረጋገጸ ተጻዋታይ ኩዕሶ እግሪ እዩ። እዚ ግብጻዊ ኣብ ክልተ ሽሕን ዓሰርተ ሸውዓተን ብ ኣርባዓን ክልተን ሚልዮን ዩሮ ተገዚኡ ናብ ሊቨርፑል ክጽንበር ከሎ፣ ስሙ ብ ጎኒ ጎኒ ከም በዓል ስቴቨን ጀራርድን ኢየን ራሽን ዝኣመሰሉ ታሪኻውያን ተጻወትቲ ተጠቒሱ ምልክት እታ ክለብ ክኸውን ትጽቢት ዝገበርሉ ሰብ ኣይነበረን። ይኹን እምበር ሳላሕ ኣብ ቀዳማይ ዓመቱ ብ ፕሪመር ሊግ ዓብሊልዎ ጥራሕ ዘይኮነስ ኣብ ሰላሳን ሸሞንተን ጸወታታት ሰላሳን ክልተን ሸቶታት ብምዝጋብ ኣብ ሓደ ዓመተ ስፖርት ዝበዝሐ ሸቶታት ዘመዝገበ ተጻዋታይ ብምዃን ሓድሽ ክብረ ወሰን ፕሪምየር ሊግ ኣመዝጊቡ። እዚ ድማ ወርቃዊ ጫማ ፕሪምየር ሊግን ብሉጽ ተጻዋታይ ፒኤፍኤይን ክሽለም ኣኽኢልዎ። መሓመድ ሳላሕ ብኣዝዮም ኣደነቕቲ ቅዲ ሸቶታቱ ኣብ ክልተ ሽሕን ዓሰርተ ሸሞንተን ንሊቨርፑል ናብ ፍጻመ ቻምፕዮንስ ሊግ ኤውሮጳ ክትበጽሕ ሓጊዝዋ'ኳ እንተነበረ፣ እቲ ዋንጫ ናይ ምዕታር ሕልማ ግን ብስዕረት ሪያል ማድሪድ ተዛዚሙ። ሳላሕ ኣብ ዓመተ ስፖርት ፕሪመር ሊግ ክልተ ሽሕን ዓሰርተ ሸሞንተን ዓሰርተ ትሽዓተን ዝያዳ ዘደንቕ ብቕዓት እዩ ኣርእዩ። ሳላሕ ዳግማይ ወርቃዊት ጫማ ዓቲሩ። ኣብታ ዓመት እቲኣ ሳላሕ፣ ኦባማያንግ፣ ሳድዮ ማነን ዕስራን ክልተን ማዕረ ሸቶታት ድሕሪ ምምዝጋቦም ሰለስቲኦም ወርቃዊት ጫማ ተዓዲሎም። እንተኾነ ግን እቲ ዝዓበየ ዓወቱ ናይታ ዓመት እቲኣ፣ ቻምፕየንስ ሊግ ኤውሮጳ ምስ ሊቨርፑል ምዕዋቱ እዩ ነይሩ። ኣብ መዛዘሚ ግጥም ቻምፕየንስ ሊግ ኣንጻር ቶተንሃም ዝነበረ ጸወታ፣ ሳላሕ ኣብ ካልኣይቲ ደቒቕ ብፍጹም ቅላዕ ሸቶ ኣመዝጊቡ። ሊቨርፑል ኣብቲ ጸወታ ክልተ ብ ዜሮ ክትዕወት ከላ፣ ሳላሕ ድማ ብቕዓቱ ብምምስካር ከም ጅግና ኣንፊልድ ዝነበሮ ደረጃ ሓፍ ኣቢሉ። እቲ ዝዓበየ ህሞት ኣብ ዓመተ ስፖርት ክልተ ሽሕን ዓሰርተ ትሽዓተን ክልተ ሽሕን ዕስራን እዩ መጺኡ። ሳላሕ ኣብታ ድሕሪ ሰላሳ ዓመታት ንፈለማ ግዜ ዋንጫ ፕሪመር ሊግ እንግሊዝ ዝዓተረት ጋንትኡ ሊቨርፑል ቀንድን ኣገዳስን ተጻታይ እዩ ነይሩ። ሊቨርፑል ነቲ ሊግ ብ ተስዓን ትሽዓተን ነጥቢ ኣብ ታሪኽ ፕሪመር ሊግ ካብ ዘለዉ ዝበለጹ ድምር ነጥብታት ሒዛ እያ ተዓዊታ። ሳላሕ ድማ ኣዝዩ ኣገዳሲ ኣብርክቶ እዩ ገይሩ። እዚ ማለት ብዘመዝገቦም ሸቶታት ጥራይ ዘይኮነስ፣ ብኣሲስትን ፈጠራ ዕድላትን ብብዙሓት ካልኦት ሸነኻት ክእለታቱን ኣድናቖት ኣትሪፉ። ኣብ ዝቕጸሉ ዓመታት ሳላሕ ካብ ታሪኽ ምስራሕ ኣየቋረጸን። ኣብ ታሪኽ ሊቨርፑል ብቐጻሊ ክብረ ወሰን ሸቶታት ብምስባር ሓደ ካብቶም ብዙሕ ዘፍርዩ ተጻወትቲ ኮይኑ። ኣብ ክልተ ሽሕን ዕስራን ሓደን ድማ ሳላሕ ኣብ ታሪኽ ሊቨርፑል ሚእቲ ሸቶታት ፕሪመር ሊግ ቀልጢፉ ብምምዝጋብ ክብረ ወሰን ናይ ሊቨርፑል ሒዝዎ። ብዘይካዚ ብተደጋጋሚ ሽልማት ፕለየር ኦፍ ዘ ማንት ብምዕታር ካብቶም ድሕሪ ነፍሲ ወከፍ ጸወታ ኣብ ኣንፊልድ ስሙ ዝደርፉ ደገፍቱ ኣድናቖት ረኺቡ። ሎሚ ዓመት እውን ካብዚ ድፍለ ኣይኮነን። ሳላሕ ኣብ ዓሰርተ ትሽዓተ ጸወታታት ፕሪምየር ሊግ ዓሰርተ ሸሞንተ ሸቶታትን ዓሰርተ ሰለስተ ኣሲስትን ብምምዝጋብ ኣብ ፍሉይ ብቕዓት ይርከብ። ኣብ ሓደ ጸወታ ብገምጋም ሓደ ነጥቢ ሽዱሽተ ሸቶታት፣ ሰብዓ ፐርሰንት ሾት ኦን ታርጌት፣ ሰላሳን ክልተን ነጥቢ ሓሙሽተ ፐርሰንት ድማ ናይ ጎል ምቕያር ደረጃ የበርክት። እዚ ማለት ሳላሕ ኣብ ነፍሲ ወከፍ ሰለስተ ቅላዕ ሓንቲ ሸቶ የመዝግብ። እዚ ቁጽሪ ከኣ ሓደ ካብቶም ኣብ ፕሪመር ሊግ ዝርከቡ ሓደገኛታት ኣጥቃዕቲ ይገብሮ። ውህደት ክእለት ምምዝጋብ ሸቶኡን ብቕዓት ጸወትኡን ዘለዎ ቁመናን ርኢኻ፣ ብፍላይ ድማ ሊቨርፑል ኣብዚ ዓመተ ስፖርት ዘለዋ ድልዱል ደረጃ ኣብ ግምት ብምእታው ከም ባሎን ዶር ዝኣመሰሉ ውልቃዊ ሽልማታት ንምውሳድ ዝለዓለ ተወዳዳራይ ይገብሮ። ሳላሕ ነዚ ሒዝዎ ዘሎ ቈመና እንተድኣ ሓልዩ፣ ሊቨርፑል ናይ ፕሪምየር ሊግን ቻምፕየንስ ሊግን ዋንጫታት ንኽትዓትር ልዑል ተራ ክጻወት ይኽእል እዩ። ሳላሕ ጸወትኡ ኣብ ቅልጣፈን ብሉጽ ምንኩብካብ ኩዕሶን ዝተመርኮሰ ኰይኑ፣ መብዛሕትኡ ግዜ ድማ ካብ የማናይ ክንፊ ንውሽጢ ብምቝራጽ፣ ናህሩ ተጠቂሙ የጥቅዕ። ሳላሕ ዝጥቀመሎም ምንቅስቓሳትን ምቁጽጻር ኩዕሶን ድማ ዋላ ኣብ ጸቢብ ቦታታት ከይተረፈ ንመጋጥምቱ ክሓልፍ የኽእሎ። ሳላሕ ኣብ ሜዳ ብዘርእዮም ልዑል ታክቲካዊ ብልሓት'ውን ኣመስኪሩ እዩ። ኣብ ቅላዕ መቕጻዕቲ ዘለዎ ኣድማዕነት'ውን ሸለል ኢልካ ዝሕለፍ ኣይኮነን። ሳላሕ ሓደ ንሓደ ወይ ድማ ራስ ብራስ ምስ ሓላዊ ልዳት ኣብ ዝራኸበሉ ኩነታት ዓቢ ርእሰ ተኣማንነት ኣለዎ። መብዛሕትኡ ግዜ ድማ ኩዕሶታቱ ኣብ ውሽጢ ሰኪዔት እየን ዝዓልባ። ከም ፍጹም ቅላዕ ዝወስድ ተጻዋታይ መጠን ድማ፣ ህድኣትን ርግኣትን ዘርኢ ኮይኑ፣ መብዛሕትኡ ግዜ ብፍሉይ ቅዲ መጥቃዕቲ ንሓለውቲ ልዳት የታልል፣ ነታ ኣንጻር ሪያል ማድሪድ ዝሰሓታ ገዲፍካ። መሓመድ ሳላሕ ምስ ካልኦት ብሉጻት ተጻወትቲ ኣፍሪቃ ከመይ ይወዳደር? ብዲድየር ድሮግባ እምበኣር ንጀምር። ዲድየር ድሮግባ ብዘይ ክትዕ ሓያል ታሪኻዊ ኣጥቃዓይ እዩ ነይሩ፣ ብፍላይ ድማ ኣብ ቸልሲ ኣብ ዝነበረሉ እዋን። እዚ ወዲ ኣይቮሪኮስት ክልተ ግዜ ወርቃዊ ጫማ ፕሪመር ሊግ ተዓዊቱ፣ ኣብ ክልተ ሽሕን ዓሰርተ ክልተን ኣብ ዓወት ቻምፕዮንስ ሊግ ቸልሲ ድማ ዓቢ ኣበርክቶ ዝሃበ ኣገዳሲ ተጻዋታይ እዩ ነይሩ። እንተኾነ ግን ሳላሕ'ውን ሰለስተ ወርቂ ጫማን ቻምፕየንስ ሊግን ተዓዊቱ እዩ። ቅዲ ጸወትኦም እንተርኢና ድማ ድሮግባ ብኣካላዊ ብቕዓቱን ሓይሉን፣ ኣብ ወሳኒ ህሞታት ወሳኒ ሸቶታት ናይ ምዝጋብ ዓቕሙን ዝፍለጥ ክኸውን እንከሎ፣ ሳላሕ ድማ ብፍጥነቱን ብቴክኒኩን ዘደንቕ ኣመዛግባ ጎልን ይፍለጥ። ክልቲኦም ሓወልቲ ፕሪመር ሊግ ዋላኳ እንተኾኑ፣ ሳላሕ ግን ኣብ ሓጺር ግዜ ንሊቨርፑል ልዕሊ ሚእትን ሰብዓን ሸቶታት ብምምዝጋብ ሓድሽ ደረጃ ብቕዓት የንጸባርቕ ኣሎ። መን ይበልጽ ኣብ ዝብል ክትዕ ሳሙኤል ኤቶ ኣብ ግምት ምስ እንእቱ ድማ፣ እዚ ካሜሮናዊ ሰለስተ ዋንጫታት ቻምፕዮንስ ሊግ፣ ኣብ ክልተ ሽሕን ሽዱሽተን ክልተ ሽሕን ትሽዓተን ምስ ባርሴሎና ክወስድ ከሎ፣ ኣብ ክልተ ሽሕን ዓሰርተን ድማ ምስ ኢንተር ሚላን ወሲዱ። ሳላሕ ነዚ ክቡር ዋንጫ ምስ ሊቨርፑል ክዕወተሉ ዋላኳ እንተኻእለ፣ ክሳብ ሕጂ ግን ምስ ቁጽሪ ኤቶ ኣብ ዋንጫ ኤውሮጳ ክወዳደር ኣይከኣለን። ብተወሳኺ ድማ ኤቶ ኣርባዕተ ግዜ ብሉጽ ተጻዋታይ ኣፍሪቃ ክኸውን ከሎ፣ ሳላሕ ድማ ክልተ ግዜ ብሉጽ ተጻዋታይ ኣፍሪቃ ኮይኑ። ፍልልይ ኣብ ቅዲ ጸወትኦም እንተርኢና ድማ ኤቶ ክላሲካል ኣጥቃዓይ ኮይኑ ብዳይናሚክ ጸወትኡን ንምክልኻል ዝገብሮ ኣበርክቶን ክፍለጥ ከሎ፣ ሳላሕ ድማ መብዛሕትኡ ግዜ ከም ክንፊ ኣጥቃዓይ ኮይኑ ክጻወት ከሎ ንነብሱን ንደቂ ጋንትኡን ዕድላት ሸቶታት ይፈጥር። ሓደ ካብቶም ደቂ ጋንትኡ ነበር ክጥቀስ ዝከኣል ድማ ሳድዮ ማነ ኢዩ። ኣብ መንጎ ሳላሕን ማነን ኣብ ሜዳ ዝነበረ ንሕንሕን ምትሕብባርን ንመጥቃዕቲ ሊቨርፑል ንዓመታት ነዳዲ ሂብዎ። እዚ ሰነጋላዊ ተጻዋታይ ተዓዋተ ወርቃዊ ጫማ ፕሪመር ሊግ ኮይኑ ኣብ ምክልኻል ዕማማት ሊቨርፑል ዝያዳ ሳላሕ ኣበርክቶ ኔርዎ። ማነ ምስ ሰኔጋል ዋንጫ ኣፍሪቃ ብምዕታሩ ካብ ሳላሕ ፍልይ የብሎ። ብኣንጻሩ ድማ ሳላሕ ልዕሊ ማኔ ብዙሕ ግዜ ኣብ ወሳኒ ህሞታት ብፍላይ ድማ ኣብ ቻምፕዮንስ ሊግ ንሊቨርፑል ዝያዳ ኣገዳሲ ኣካል ኰይኑ ይረኣ ነይሩ። ሳላሕ ምስ ጆርጅ ዊሃ'ኸ ከመይ ይወዳደር? ጆርጅ ዊሃ፣ እቲ እንኮ ኣፍሪቃዊ ተጻዋታይ ኣብ ሽሕን ትሽዓተ ሚእትን ተስዓን ሓሙሽተን ሽልማት ባሎን ዶር ዝዓተረ ኮይኑ፣ ኣብ ግዜኡ ከኣ ምስ ከም በዓል ፒኤስጂ፣ ኤሲ ሚላንን ቸልሲን ዝኣመሰላ ክለባት ተጻዊቱ። ጆርጅ ዊሃ ብናይ ምምዝጋብ ዓቕሙ ጥራሕ ዘይኮነስ፣ ብናይ ዕድላት ናይ ምፍጣር ብቕዓቱ'ውን ፍሉጥ እዩ ነይሩ። ሳላሕ ድማ ገና ነዚ ክቡር ሽልማት ባሎንዶር እኳ እንተዘይወሰደ፣ ኣብ ፕሪመር ሊግን ቻምፕየንስ ሊግን ዘርእዮ ዘሎ ቀዋሚ ብቕዓት ግን ሓደ ካብቶም ንፉዓት ተጻወትቲ ወለድኡ ይገብሮ። ብዙሓት ተጻወትትን ኣሰልጠንትን ንሳላሕ ንጻዕሩን ተፈጥሮኣዊ ክእለቱን ዘማዕበሎ ክእለትን ኣድናቖቶም ገሊጾም እዮም።

ነቐፌታ ወሪድዎ እዩ። ኣብ ሊቨርፑል ናይ ምጽናሕ ጥርጣሬታት ድሕሪ ምግላጹ፣ ገለ ከም በዓል ጀሚ ካረገር ዝኣመሰሉ ነቐፌታኦም ኣቕሪቦም። ካረገር ቀዳምነት ክወሃቦ ዝግባእ ምዕዋት ዋንጫ እምበር ውልቃዊ ውዕላት ምዝታይ ክኸውን ከምዘይብሉ ኣስሚሩ። እዚ ከምዚ ኢሉ እንከሎ፣ ኣሰልጣኒ ጋንታ ሊቨርፑል ስሎት፣ ሳላሕ ኣገዳሲ ኣካል ናይታ ጋንታ ኰይኑ ከምዝቕጽል ድሕሪ ምግላጹ፣ ሳላሕ ክሳብ ሕጂ ምስ ዕላማ እታ ጋንታ ከምዝሰማማዕ ነጊሩ። ዓመተ ክልተ ሽሕን ዕስራን ኣርባዕተን ንመሓመድ ሳላሕን ንሊቨርፑልን ዕውትቲ ዓመት ኮይና ኣላ። ሳላሕ ውልቃዊ ክብረ ወሰናት ብምስባር ኣብ ዓወታት እታ ጋንታ ልዑል ኣበርክቶ ይገብር ኣሎ። ኣብ ትሕቲ ሓድሽ ኣሰልጣኒ ስሎት፣ ሊቨርፑል ንዋንጫ ፕሪመር ሊግ ሓያል ተቐዳዳሚት ኮይና ተቐልቂላ ኣላ። ኣብ ልዕሊ ቸልሲን ኣርሰናልን ርኡይ መሪሕነት ብምሓዝ፣ ኣብ ደረጃ ቻምፕዮንስ ሊግ ድማ ኣብ ቅድሚት ተሰሊፋ ትርከብ። ሳላሕ ወዲ ሰላሳን ክልተን ዓመት ኮይኑ፣ በዚ ሒዝዎ ዘሎ ብቕዓት ከኣ ገና ሓያሎ ጽቡቓት ዓመታት ዝጽበዮ ዘለዋ ይመስል።